ሰላም ከመይ ትኾኑ ተኸታተልትና፣ እዚ ሕርያኹም ሕርያ ፖስት እዩ። ንሎሚ ናብ ዝሓዝናዮም ዜናታት ሕርያ ፖስት ክንሰግር በሎማ ግን ብቀንዲ ቀንዲ ርእሰ ዜናታት ክንፍልሞም ሓደሽቲ ኣባላት ናብ ቲፒኤፍ ተሓዊሶም ኣባላት መከላከያ ዝተፀምበሩ ከምዘለዉ ድማ ተገሊፁ። ሙሉእ ናውቲ መረፃ ናቑጣ ተቓፂሉ። እቲ ናውቲ መረፃ ብዝተዋደደ ስርሒት ከምዝተቓፀለ ድማ ተገሊፁ ኣሎ። ፌዴራል ሽምግልና ልኢኹም ንኹሉ ዝሓቐፈ ድርድር ክካየድ ኣለዎ ድማ ተባሂሉ ኣሎ። ኣብ ትግራይ ዝበፅሐ ብርሰት ዘቃልዕ ፀብፃብ ተዘርጊሑ። እዚ ዘጋጠመ ውሱን ከባቢ ከምዝኾነ ድማ ተሓቢሩ። ሻዕብያ ኣብ መቐለ ቢሮ ከፊቱ፣ ሰብ ፅምዶ ኲናት ብሓደ ይሕንፅፁ ከምዘለዉ ድማ ተገሊፁ ዝብሉን፣ ካልኦት ሓደሽቲ ሓብሬታታት ሒዝናልኩም ቀሪብና ኣለና። ሓደሽቲ ኣባላት ናብ TPF ተሓዊሶም ኣባላት መከላከያ ዝተጸንበሩ ከምዘለዉ ድማ ተገሊጹ። ሓደሽቲ ኣባላት ናብቲ ብTPF ዝፍለጥ ዕጡቕ ሓይሊ ከምዝተሓወሱን መብዛሕቲኦም ኣባላት ስራዊት ኢትዮጵያ ዝነበሩ ከምዝኾኑ ምንጭታትና ኣረጋጊጾም። እቶም ኣባላት ስራዊት ኢትዮጵያ ኮይኖም ዝፀንሑ ተጋሩ ኣብ ግዜ ኲናት ፅንተት ትግራይ ተኣሲሮም ዝተፈትሑን ደሓር ፌድራል ጥሮታ ከኽብረልኹም እንተኾይነ ናብ መከላከያ ተመለሱ ኢሉ ናብ ሰራዊት ኢትዮጵያ ዝተመለሱ ከምዝኾኑ ተቓሊሑ። እቶም ተጋሩ ኣባላት መከላከያ ኣብቲ ምስ ሓይልታት ፋኖ ዝግበር ዘሎ ደማዊ ኲናት ኣብ ውግእ ዝፀንሑ ክኾኑ እንከለዉ ሕዚ ድማ ናብቲ ብሓይል ሰላም ትግራይ ዝፍለጥ ዕጡቕ ክፅንበሩ ፍቓድ ከምዝተውሃቦም ተገሊፁ ዩ። ምንጭታትና ከምዘረጋገፅዎ እቶም ኣስታት ሽዱሽተ ዝኾኑ ዝተፈላለየ ወታደራዊ መዓርግ ዘለዎም ኣባላት መከላከያ ተጋሩ ናብቲ ብግንባር ኣርባዕተ ተባሂሉ ዝፍለጥ ብከባቢ መጋለ ዝንቀሳቐስ ሓይሊ ከምዝተሓወሱ ተሓቢሩ። መራሕቲ ሰራዊት ኢትዮጵያ በየናይ ሕጋዊ መስርሕን ኣሰራርሓን ተኸቲሎም ነቶም ኣባላት ካብ መከላከያ ኣውፂኦም ናብ ካልእ ዕጡቕ ሓይሊ ክፅምበሩ ከም ዝኣዘዝዎም ዝተፈለጠ ነገር የለን። እቲ ናብ ትግራይ ዝኸይድ መሰረታዊ ኣገልግሎት ሸቐጣሸቐጥ፣ በጀትን ነዳድን፣ መድሓኒትን ናውቲ ሕክምናን ለዂቱ ዘሎ ስርዓት ኢትዮጵያ ነቲ ብሸነኽ ዓፋር ዝንቀሳቐስ ዕጡቕ ሓይሊ ብዕጥቅን ሓይሊ ሰብን ንምጥንኻር ልዑል በጀት የፍስስ ከምዘሎ ድማ ይግለፅ። ሙሉእ ናውቲ መረፃ ናቑጣ ተቓፂሉ። እቲ ናውቲ መረፃ ብዝተዋደደ ስርሒት ከምዝተቓፀለ ድማ ተገሊፁ ኣሎ። ኣብ ክልል ኣምሓራ ዞባ ሰሜን ወሎ ናውቲ መረጻ ናቕጣ ሙሉእ ብሙሉእ ከምዝተቓጸለ ተሓቢሩ። እቲ ኣብ ዞባ ሰሜን ወሎ ወረዳ ወግዲ ሙሉእ ብሙሉእ ካብ ጥቕሚ ወጻኢ ዝተገበረ ናውቲ መረጻ ብዝተዋደደ ስርሒት ሓይልታት ፋኖ ከምዝኾነ ተቓሊሑ። እታ ብወታደራዊ ዓይኒ ስትራቴጂካዊት ከምዝኾነት ዝንገረላ ከተማ ወግዲ ብሓይልታት ፋኖ ድሕሪ ምሓዛ ድሕሪ ዝተወሰነ መዓልታት ድማ ሰራዊት ኢትዮጵያ መሊሱ ከም ዝተቖጻጸራ ገሊጹ ነይሩ። ሕዚ ድማ መሊሶም ሓይልታት ፋኖ ነታ ከተማ ብምሓዝ ኣብታ ወረዳ ንመረጻ ተባሂሉ ዝተዳለወ ናውቲ መረጻ ካብ ኣገልግሎት ወጻእ ከም ዝገበርዎ ይግለጽ ኣሎ። ኣብ መንጎ ሰራዊት ኢትዮጵያን ሓይልታት ፋኖን ኣብታ ክልል ዝካየድ ኲናት ዝቐጸለ ክኸውን እንከሎ፣ ኣብ ሰሜን ሸዋ፣ ሰሜን ወሎን ደቡብ ጎንደርን ኣብ ልዕሊ ሰራዊት ኢትዮጵያ ኪሳራ ከም ከምዘውረዱ ሓቢሮም ኣለው። ብተመሳሳሊ ስራዊት ኢትዮጵያ ኣብ መራብ ጎንደር ከባቢ ጭልጋ ኣካይደዮ ብዝበሎ ስርሒት ብርክት ዝበሉ ፅንፈኛን ዝበሎም ፋኖ ደምሲሱ ኣማኢት ኣሽሓት ኖት ቅርሽን ዕጥቅን ከምዝማረኸ ኣቃሊሑ ኣሎ። ፌዴራል ሽምግልና ልኢኹ ንኹሉ ዝሓቖፈ ድርድር ክካየድ ኣለዎ ድማ ተባሂሉ ኣሎ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ነቲ ኣብ ልዕሊ ሱዳን ርእሰ ከተማ ካርቱም ዝተፈጸመ መጥቃዕቲ ድሮን ይቕሬታ ከምዝሓተተ ተገሊጹ። ማዕኸናት ዜና ናይ ሳትላይት ምስሊ ኣሰንየን እቲ ኣብ ሱዳን መዕርፎ ነፈርቲ ካርቱም ዝተኻይደ ደብዳብ ድሮን ካብ ኢትዮጵያ ባህርዳር ከምዝተበገሳ ድሕሪ ምቅልሐን ቀዳማይ ሚኒስተር ኣብይ ኣሕመድ ብዘይ ናቱ ኣፍልጦ ዝተገበረ ደብዳብ ከም

ክጋደድ ይሰርሕ ከም ዘሎን ከም ዝተነገሮን ተፈሊጡ ኣሎ። እቲ ብሓይልታት ትግራይን ካልኦት ውሽጣዊ ሃገራዊ ቅልውላውን ብከቢድ ወጥሪ ኣትዩ ዘሎ ስርዓት ኢትዮጵያ ምስ ብመንገዲ ዝቐርቦም መራሕቲ ሃገራት ምስ ስርዓት ኤርትራ ኮላይ ተመሳሳሊ ሕቶ ሽምግልና ኣቕሪቡ ከም ዝፈሸሎ ዝዝከር እዩ። ብፍላይ ኣህጉራዊ ማሕበረሰብ ነቲ ኣብይ ኣሕመድ ዘቕርቦ ዘሎዉ ጠለባት ብዕርቂ ዝፍትሑ፣ ንኹሉ ዝሓቖፈ ዘቤታዊ ዘተ ሰላም ከቕምጥን ምስ ጎረቤት ሃገራት ዞባዊ ሰላምን ዘለዎ ፍልልይ እውን በዚ መንገዲ ዝፍታሕ ከምዝኾነ ከምዝተሓበሮ ይግለፅ። ሱዳን ኣብ ዝሓለፈ መዓልታት ካብ ኢትዮጵያ ከተማ ባህርዳር ብዝተበገሳ ስትራቴጂክ ድሮናት ኣብ መዕርፎ ነፈርቲ ካርቱም ሓደ ፋብሪካ ተደብዲበ፣ ነዚ ድማ ግብረ መልሲ ክህብ እየ ከምዝበለት ድማ ይዝከር እዩ። ኣብ ትግራይ ዝበፅሕ ብርሰት ዘቃልሕ ፀብፃብ ተዘርጊሑ እቲ ዘጋጠመ ውስን ከባቢ ከምዝኾነ ድማ ተሓቢሩ እዩ። ኣብ ትግራይ ካብ ሚእትን ሓምሳን ኣርባዕተን ሽሕ ሄክታር ሕሱ ኣግራብ ዴሳ ኣስታት ቴስዓን ክልተን ሽሕ ሄክታር ከምዝበረሰ ዝገልፅ ፀብፃብ ተዘርጊሑ። ኣብ ዝሓለፉ ኣርብዓን ኣርባዕተን ዓመት ብሰብ ስራሕን ተፈጥራውን ብሰንኪ ዝበፅሐ ብርሰትን ዕንወትን ሕዙ ኣግራብ ዴስኣ ናብ ስሳን ክልተን ሽሕ ሄክታር ከመዝወረደ ቲክቫህ ኒውይ ፈረስት ዝተብሃለ ኣብ ድሕነት ዱር ዴስኣ ዝሰርሕ ዝካል ብምጥቃስ ፀብፂቡ ኣሎ። ኣብ ዞባ ምብራቕ ትግራይ ወረዳ ፅራወንበርታ ጣብያ ሚኪኤል እምባ ኣብ ዝርከብ ሕዚ ኡዱር ዴስኣ ካብቲ ዘሎ ትስዓን ክልተን ሽሕ ሄክታር እቲ ኣርባዓ ሽሕ ሄክታር ከልምዕ ተሊሙ ይሰርሕ ከምዘሎ እውን ሓቢሩ ኣሎ። ሕዚ ኡዱር ዴስኣ ብዘለዎ ፀጋ ብዙሃነት ተፈጥሮ፣ ምልኩዕ ኣቀማምጣ መሬትን ኣብ ዩኔስኮ ንምምዝጋብ ይሰርሕ ከምዘሎ እውን ተቓሊሑ ኣሎ። ኣብ መወዳእታ ሻዕብያ ኣብ መቐለ ቢሮ ከፊቱ ሰብ ፅምዶ ኲናት ብሓደ ይሕንፅፁ ከምዘለዉ ድማ ተገሊፁ። ብህግደፍ ዝምራሕ ስርዓት ኤርትራ ኣብ ትግራይ መቐለ ቤት ጽሕፈቱ ከም ዝኸፈተ ውድብ ብሄራዊ ባይቶ ዓባይ ትግራይ ገሊጹ። ኣቦ ወንበር ናይቲ ኣብ ኣዲስ ኣበባ ማእኸሉ ዝገበረ ኻልኣዋይ ውድብ ባይቶና ኣይተ ክብሮም በርሀ ምስ ማዕኸናት ዜና ኣብ ዘካየዶ ቃለ መሕተት ህግደፍ ኣብ መቐለ ቤት ጽሕፈት ከም ዝኸፈተ ብምግላጽ እንተኾነ እቲ ቤት ፅሕፈት ታፔላ ስለዘይብሉ መርትዖ ከቕርብ ይሽገር እየ ክብል ተዛሪቡ ኣሎ። ኣይተ ክብሮም ኣብዚ ሕዚ እዋን ትግራይ ብጣዕሚ ብዘሕዝን ኩነታት ኣብ ሓደጋ ከምዘላን ኣብ ትግራይ ዘሎ ስግኣት ኲናት ናይ ውሽጢ ዓዲ ከይኣክል ሻዕብያ እውን ኢድ ኣእትዩ ዝሳተፈሉ ዘሎ ምዃኑ ኣብሪሆም እቲ ፖለቲከኛ ሻዕብያ ኢዱ ኣእትዩ ንትግራይ ይሕምሳ ከምዘሎን ካብቲ ቅድሚ ሕዚ ኣብ ዶብ ኣትሒዝዎ ዝነበረ ቦታ ኣስፊሑ ክሳብ መቐለ ቤት ፅሕፈት ከፊቱ ኣሎ ክብል ኸሲሱ። ውድብ ህወሓት ምስ ሻዕብያ ዝጀመሮ ፅምዶ ዝተፃልእዎም ሰባት ከም ዘጥፍኡሉን ከም ዝጨውዩሉን ብምሕባር ሕዚ ድማ ትልሚ ኲናት ብሓደ ይሕንፅፁ ከም ዘለዉ ገሊፁ። ንሱ ወሲኹ እቲ ኣብ መንጎ ትግራይን ፌዴራልን ዝተፈረመ ውዕሊ ፕሪቶርያ ከይትግበር ሻዕብያ ቀንዲ ዓንቃፋይ ኾይኑ ይሰርሕ ኣሎ ብምባል ነቲ ተመዛበልቲ ከይምለሱን ብጥሜት ክረግፉ መሬት ምዕራብ ሓኒቑ ሒዙ ዘሎ ስርዓት ብልፅግና እንትከላኸለሉ እውን ተራእዩ ኣሎ። እንተኾነ ኣይተ ክብሮም ሻዕብያ ዶባት ኢትዮጵያ ጥሒሱ ኣትዩ ኣብ ልዕሊ ህዝቢ ትግራይ ፅንተት ክፍፅም ዝዓደሞ ድሕሪ ውዕሊ ፕሪቶርያ እውን እንተኾነ ስራዊት ኢትዮጵያ ዝሓዞ ገዛኢ መሬት ንሰራዊት ኤርትራ ኣረኪቡ ተዋጊኡ ኢሉ ሰራዊቱ ካብቲ ቦታ ብዛዕባ ዘውፀ ስርዓት ኢትዮጵያ ግን ዝበሎ ነገር የለን። ድሕሪ ፅንተታዊ ኲናት ትግራይ መሪሕነቱ ኣብ ክልተ ተገሚዑ ነንሕድሕዱ ክካሰስ ከምዝውዕል ዝንገረሉ ውድብ ባይቶና ቦርድ መረፃ ኢትዮጵያ ነቲ ብኣይተ ክብሮም በርሀ ዝምራሕ ባይቶና ሕጋዊ ኣፍልጦ ዝሃቦ ክኸውን እንከሎ ናይ በዓል ክብሮም ባይቶና ነቲ ብኣይተ ኪዳነ ኣመነ ዝምራሕ ባይቶና ብምጥፍፋእ ኸሲሱ ካብቲ ውድብ ኣባሪረዮም እየ ብምባል ይገልፅ። ኣብ መቐለ ማእኸሉ ዝገበረ ብኣይተ ኪዳነ ኣመነ ዝምራሕ ውድብ ባይቶና ብወገኑ ነቲ ብኣይተ ክብሮም በርሀ ዝምራሕ ባይቶና ብጉባኤ ተመምዮም ዝተባረሩ ውልቀ ሰባት እዮም ኣብ ኣዲስ ኣበባ ብትካል ብልፅግና ሕጋውነት ተላቢሶም ብሽም ውድብና ናይቲ ኣፅናቲ ስርዓት ዕማም ይዓዩ ኣለዉ ክብል ኸሲስዎም ምንባሩ ይዝከር እዩ። ዝኸበርኩም ተኸታተልቲ ሕርያ ፖስት ሎሚ ዝተዳለዉ ሓደሽቲ ሓበሬታታት እዞም ዝተኸታተልክሞም ይመስሉ ነይሮም። ንሰናይ ምክትታልኩም ድማ ኣዚና ኢና ነመስግን። ሰላም